طይብ ሰላሙ ዓለይኩም ወረሕመቱላህ ወበረካቱ ልኣኸዋ ወልኣኽዋት እምበኣር ሕጂ እንሻ ኣላ ኣብቲ መደብና ክንኣትው ኢና ሕጂ ኩልኹም ምሳና ኣብ ኣብ ሩም ትከታተሉ ዘለኹም እንሻ ላ ፅኒኢልና ሰማዕቲ ክንከውን ብክብሪ ንዕድመኩም ካብኡ ቀፂሉ ኣዳምሶን ኢድካ ሓፍ ኣብል ማይክ ክትወስድ ኢኻ
ዓለይኩም ወራህመቱላሂ ወበረካቱ እንሻላህ ኩላትኩም ካብ ላዕሊ ክሳብ ታሕቲ ከመይ ትኾኑ እንሻላህ ነዚ ናይ ሎም መዓልቲ ንገብሮ ቃለ መሕተት ወይ ከዓ ቃለ መጠይቕ እንሻላህ ምሳና ኣብዚ ኣብ ሮምና ማለት እዩ ሎም መዓልቲ ሓንቲ ጋሻ ኣላትና እንሻላህ ከምቲ ትፈልጥዎ እንሻ ኣላ ኣላ ስብሓን ወተላ ናብ ቅኑዕ መንገዲ መሪሕዋ ቅኑዕ መንገዲ ኣርእዋ ብናይ ኣላ ስብሓን ወተላ ድሌት እናለ ነቲ ቁኑዕ መንገዲ ነቲ ቁኑዕ ብርሃን ሪኣቶ ናብቲ ትኽክለኛ ዝኾነ ካብዚ ካብ ጸልማት ናብ ብርሃን መንገዲ ዝመርሕ ዝኾነ ነቲ ዝመጽእ ዘሎ ናይ ጀና ወይ ከኣ ኣላ ስብሓን ተላ ቀሪብዎ ዘሎ ናይ ዮም ልቅያማ ጀና ይኹን ጣርቂያ ኣየናይ ቁኑዕ መንገዲ ኣየናይ ኢላ ሪኣ ዳህሲሳ ናብዚ ቁኑዕ መንገዲ እንሻ ኣላ ክትበቂዓ ኣላ ማለት እዩ እዎ እንሻ ኣላ ኡክትና ሓፍትና እያ ማለት እዩ እንሻኣላህ ንስኺ እውን ባረከላህ ፊኪ ረቢ እዩ እዚ ኩሉ ኣብዚ ብፂሒኪ ዘሎ ማለት እዩ መጀመርታ ንኣላህ ስብሓን ወተዓላ ምስጋና ነብፀሓሉ እስኺ እውን ዱዓ ናብ ኣላህ ስብሓን ወተዓላ ትብዓት እዩ ምክንያቱ ኣብቲ ተፈጥራዊ ሃይማኖትኪ ኣብቲ ወዲ ሰብ ተፈጥረሉ ሃይማኖት ኣብኡ እዩ ክመፂኺ ዘለኺ ወዲ ሰብ ኣብቲ ናይ ሃይማኖት ናይ ኣላህ ስብሓን ወተዓላ እዩ ዝፍጠር መጀመርያ ሶ ናብኡ ኢኺ ተመሊስኪ ዘለኺ ንብል ማለት እዩ እንሻላህ ምሳና ናትኪ ጉዳይ ክንሰምዕ ኣብዚ ብዙሓት ሰባት ተቐሪቦም ኣለዉ ማለት እዮም እንሻላህ ነቶም ካልኦት እውን ትምህርቲ ክኸውንን እቲ ረኺብኪዮ ዘለኺ ሓድሽ ብርሃን ከመይ ምኻኑ ብሓፈሻ ብምሉኡ ምስቲ ሕቶን መልስን ጌርና እንሻኣላህ ንኹልናትና ምስ ተሳተፍቲ ዘለና ንጽበይ ማለት እዩ ካባኺ ዘረባኺ ንጽበይ so እንሻኣላህ ክብ ሓፍትና እንሻኣላህ ሓፍ ከተብሊ ኢድኪ ዱንያ ዱንያ እንሻኣላህ ዱንያ ሸሞንተ እንሻኣላህ ሓፍ ኣብሊ ኢድኪ ማይክ እንሻኣላህ ሓዝያ ክልቴና ክንሕዛ ስለ እንኽእል ማይክ ሓዝያ ብኢዝኒላህ ማይክ ሓዝያ እንሻኣላህ ኦኬ እንሻኣላህ መጀመርታ እንሻኣላህ ሰላም ዓለይኩም በልና ኣትሊስት ንፈልጥ ከማኒ እቲ ድምፂ ይስማዕ ኣሎን ኣይስማዕን ክንነግረኪ

እወ ንሰምዓኪ ኣለና ዱንያ እንሻላህ ሄድፎን ድሕር ኣለኪ ሄድፎን ድሕር ተጠቒምኪ ጽቡቕ ነይሩ ምክንያቱ ናተይ ድምጺ ከይስማዕ ተመሊሱ ድሕር ሄድፎን ኣለኪ ዘይብልኪ ክንቅጽል ኢና ኣጆኺ
እንሻላህ

ኣየድሊን ከይከውን ምናልባት ክዕቀበልኪ ትደልዪ እንድሕር ኮንኪ ማለት እዩ ዱንያ ኢና ንሕና ንፈልጥ ሕጂ ብዱንያ እንሻላህ ኩሉ ሰብ ፈልጠኪ ማለት እዩ ምናልባት እንድሕር ዘይደለኺ ከም ድሌትኪ ማለት እዩ እዚ ናትኪ ድሌት እዩ እንድሕር ደሊኺ ከኣ ሽምኪ ክትነግርልና ትኽእሊ ጸገም የለን ማለት እዩ ብክልቲኡ ወገን ከም ዝደለኽዮ ዝኾነ ኮይኑ መጀመርታ

ቅድሚ ናብቲ ናይ እስልምና ሕጂ ምምጻእና ምናልባት እቲ ዝነበርክዮ ሃይማኖት ማለት ተግባራዊ ተግባር ትገብርዮ ከምዚ ዲኺ ነርኪ ኣብቲ ሃይማኖት ከመይ ነርኪ ቁሩብ ክትነግር ብዛዕባ እቲ ኦርቶዶክስ ማለት ስድራ ከመይ ትገብሩ ነርኩም ስድራኹም ነቲ ሃይማኖት ብኸመይ የተግብርዎ ከመይ ነይሩ ኣብ ልዕሊ ኸቲ ሃይማኖት ከመይ ትርድእዮ ነርኪ ብሓፈሻዊ ዝኾነ ምናልባት ክትነግርና ዶ ትኽእሊ
ኢንሻላ መን እሽተ ከለኹ ካብ ንእሽተ ከለኹ ሞር እየ ዝዝክሮ ነይረ ንዓባየይ ናይ ቅድም ኣብ ኣስመራ ከለኹ ንእሽተ ከለኹ ሞር ዓባየ ቤተክርስትያን ክትኸይድ ከላ ገለ ከምኡታት እዩ ዝዝከረኒ እምበር ኣብ ኤኒወይ ኣብ ዓዲ ጥልያን እየ ዓብየ ነይ ካብ ንእሽተይ ሰቨን የርስ ኦልድ ኣብ ዓዲ ጥልያን መፅየ ዓብየ ቤተሰበይ ኩሎም ክርስትያን ናይ ክርስትያኒቲ ናይ ቸርች ገለመለ ወላ ሓንቲ ነበሮምን እጅ ናይ ዓባየ ጥራሕ ሞር ዝዝክረኒ ካብኡ ኣነ ብኮሌጅ ብትምህርቲ ገለመለ ኮምኢታት እየ ዝተምሃርክዎ ናይ ክርስትያኒቲ ብዙሕ ግርጭት ነይሩኒ ናሲ ከምኡ እየ ዝዝከረኒ ኤኒወይ
ኦከ ኣብ ዓዲ ጥልያን ከለኺ ኦፍኮርስ ዓዲ ጥልያን ናይ ካቶሊክ ተኸተልቲ እዮም እሱ ምናልባት ኣብቲ ናይ ካቶሊክ ወይ ምስ ስድራኺ ወይ ንስኺ ኣይ
ኦፍኮርስ ብኦርቶስ ኦርቶዶክስ ምኻንኩ ከማን ደሓር እየ ፈሊጤዮ ኖርማል ዩኖ ንኣሽቱ ከለኻ ብዙሕ ኣይትካናኸኖን ኢኻ እንድሕር ቤተሰብካ ደይካይድ ኮይኑ ደሓር ግዳ ከምዚ ናይ ኮሙኒዮነ ኮሙኒዮነ ገለ ኣሎ ደመርዑኻን ንኣሽቱ ከለኻ ገለ ቤሎ ገይሮም ገለ ከምኢታት ክገብሩ ምስ ጀመሩ ቁሩብ ሕቶ ጀሚሩ ማለት እዩ ክሓትት ምስ ጀመርኩ ንማማ ከማን ብዙሕ ክታይ ኣይ ናይ ካቶሊካ ገለ ኢላትኒ ደሓር ግዳ ቁሩብ ምስ ዓበኹ ኩሉ ወዲኤ ኮሌጅ ገለ መለ ሞር ከንብብ ጀሚረ ስለምንታይ ከምዚ ስለምንታይ ዲፈረንት ሬሊጅን እየ ዝርኢ ነይረ ደሓር እዩ ቁሩብ ክካታኸተሎ ባዕለይ ጀሚረ እምበር ማማ ከማን ኣይትግደሰሉን እያ ነይራ ብዙሕ ፍልልይ ርእን እየ ማለትሲ ወላ ሓደ ክርስትያን ክርስትያን እዮም ጥራሕ እዮም ዝብሉኒ ነይሮም ግዳ ብዙሕ እቲ ናይ ካቶሊክ ወላ ሓንቲ ኣይ ክርድኦ ከማን ኣይክእልን እየ ነይረ ቢኮዝ ኣየ ትምህርቲ ብዙሕ የለን ሓቂ ዘረባ ብመጽሓፍቲ ከኣ ናይ ኣይትርድኦን ኢኻ ከምቲ ንዓይ ኣይርድኣንን ነይሩ ዘረባ ከኣ የለን ማለት እዩ እንድሕር ቤተክርስትያን ኬድካ እቲ ቀሺ ጥራሕ እዩ ዝዛረብ ነይሩ እምበር ወላ ሓንቲ ሰብ ከረድኣኒ ገለስ ኣይነበርን ግዳብቲ ናይ ጥልያን ናይ ካቶሊክ ሞር ክርድኣኒ ጀሚሩ ናይ ክርስትያኒቲ ቢኮዝ ኣትሊስት ዝዛረቡካ እዮም ንስካ ከኣ ክትሓቲ ትክእል ኢካ ገለ ሓቲትካ ቁሩብ ክርድኡካ ይክእሉ እዮም ብንእሽተይ ከኣ ቁሩብ ሕቶ ብዙሕ ሕቶ ስለ ነበረኒ ናይ በይነይ ጥራሕ ስለምንታይ ኣብ ቸርች ከድካ ቤተክርስትያን ከድካ ናይ ነገር ትብሎም ካብ ንኣምላኽ ትዛረብ ከምኢታት ለምንታይ ክሪስ ክሮስ ኣሎ ገለ መለ ከምኡ ኢታት ይርድኣኒ ማማ ኸኣ እዋ ጽቕ በሊ ገለ ስለ ትብለኒ ነበረት ኣነ ኸኣ ሪበልየስ ከም ሪበልየስ ብዙሕ ሓትት ነይረ ቡይ ቁሩብ ከማን ድሒረ ካብ ቤተ ክርስቲያን ሚኻደይ ገለ መለ ቁሩብ ድሒረ ኣሲት
ኦኬ ወዲእክ ዲኸ

ምስልምና ከመይ ጀሚሩ ንዓይ ከምቲ ናብራ ድነብሮ ዝነበርኩ በጀካ ትምህርቲ ገለመለ ኢኖ ማማ ትሰርሕ ነይራ ኣነ ከዓ እኔ ትምህርቲ ገይረ ድላይ የገብር ነይረ ማለት እዩ ፍሪ ፍሪ እየ ነይረ ድላይ ኣብትን ኣብትን ንኸይድ ነይረ ሕጂ ከምቲ ናይ ንዓባየ ድዝከረኒ ንኣሽቱ ከለና ገለመለ ቁሩብ ኢኖ ንክደን ነርና ብሓንሳብ ንከውን ገለመለ እዚ ናይ ፋሚሊስ ብዙሕ ክስታይ ኣይነበረን ማለት እዩ ኣብ ኢሮፕ ኣፕ ኣንድ ዳውን ንገብር ዲስኮ ንካይድ መስተ ንሰቲ ሽጋራ ንሰቲ ገለመለ ከም ድላይካ ማለት እዩ ነሩ ቁሩብ ዝስምዓኒ ነሩ ከምኢታት ናይ ዓባየይ ሞይር እዩ ዝረኣየኒ ነሩ So ከመይ ከመይ ጀሚረዮ ኖርማል ከምዚ ናይ ሰብ ሙስሊም ገለ መለ ክርኢ ጀሚረ ማለት እዩ ሙስሊም ክርኢ ጀሚረ ባሲ ፕሬይ ክገብሩ ከለዉ ገለ መቕሩብ ኢኖ ከምዚ ጀለዚ ጀለስ ክኸውን ነይረ ማለት እዩ ቢኮዝ ሞር ዲሲፕሊን ነይርዎም እሶም እን ኸልታኹም ምዕሩኽቲ እዮም ነይሮም ብዙሕኹም ኣነሶም ኣይ ህዝታ ይገብሩ ነይሮም ግዳ እዛረቡኒ ነይሮም ናይ እስላም ኢኖ እንታይ ከም ትገብር ኣበይ ከም ትኸይድ ኢኖ ከም ትመውት ሞትካ ኣበይ ከም ትኸይድ ኢኖ ብዙሕ ፍርሓት ነይርዎም ማለት እዩ ሕጂ እዚ ቤተሰበይ ወላ ሓንቲ ተዛሪበሉ ይፈልጥ እኒኤ ኖርማል ኢኖ ንኸይድ ንወጽእ ኮሚኢታት እዩ ነይሩ ምስ ኣዕሩኽተይ ግዳ ቐሩብ ዩኖ ሞር ኣታች ሞር ምስኦም ክኸውን ፈቲነ ማለት እዩ ብዙሕ ነገር ኣረዲኦምኒ ዩኖ ኣሎ ነይሮም ከዓኒ ኢሮብ ስለነበሩ ብዙሕ ጌጋ ድገብሩ ዋላ ናይ ሙስሊም ገለመለ ግዳ ብኡ ከኣ ንደይ ሒማቅ ይስምዓኒ ነሩ ሙስሊም ሓደ ሙስሊም ነሩ ሕጂ ሓደ ማሓዛይ ወላሂ ይብል ነሩ ወላሂ ይብል ነሩ ግዳ ሓንቲ ማዓልቲ ሓስዩ ወላሂ ምስ በለ ብጣዕሚ በክየ ቢኮዝ ወላሂ ኢልካስ ናይ ኢስላም ኢኖ ብጣዕሚ ተሰሚዕኒ ሕጂ ካብኡ ግዳ እንታይ ዝኽሉ ኢኖም በህስ ዋይ ድበኪ ኢለ ተሰሚዕኒ ሕጂ ኣሕርክተይ ካኣ ሓንቲ ማሓዛይ ኢላ ዋይ ኤደን ኩልሻዕ ናይ ናይ ኢስላም ገለ ክንዛረብ ከለናስ ትበኪ ሕጂ ኢለያ እንድዒ ናዓኹም ገለ ስምዓኒ ከምኡ ምስ በልኩዋ ኣኒወይ ስቅልና ንዛርብ ሕጂ ማሓዛይ ከማን ስጋዕ ሕጂ ከምኡ ኢላ ኢኖ ወላ ከም ደኾነት ከም ዝስምዓ because ክንደይ ዘረባታት ተዛራሪብና ገለ መለስ ናይ እስላም ክንዛረብ ከለና ጥራሕ ትበኪ ነይራ ዝከረኒ ትብል ነይራ ስጋ ሕጂ እቲኣ መሓዛ ሕጂ ርኤያ ካብ ሙስሊም ምስ ኮንኩ ማለት እዩ ሕጂ ከምኡ እየ ካብኡ እየ ቁሩብ ጀሚረ ማለት ክርኢ ጀሚረ ገለ ደሓር ነደይ ምስ ነገርኩዋ ግዳ ብጣዕሚ ሓዚና ኣነ ከዓ ሰንቢደ ቢኮዝ ከምኡ ዝነበረ ኣይመስለንን ማማ ከም ትስንብድ ኣይመስለንን ማለት እዩ ምስ ሰንበደት ነፍሲ ካብቲ ዓዲ ከዓ ድለን ክኸይድ ጥራሕ ደልየኒ ዒስራ ዓመት ገይረ ኡስ ዳርጋ ዒስራ ዓመት ገለ ገይረ ዓብየ ማለት እዩ ክኸይድ ክኸይድ ጥራሕ መስተሰ ዲሃ ዋላ ገለ ሄክታር ፍሪ ኾንካ ከም ፍሪ ማለት እዩ ንዕኦም ግዳ ኣነ ፍሪ ነበርኩን ማለት እዩ ገለ ኔሩኒ ደይ ፈጾም ደይ ወዳእክዎም ነብሰይ ዳስ ኢት ኣብዚ ዓዲ መጽየ you know ሞር መሓዙት ኢስላም ገለ መለ